ከምኡ ውን ንስኻ ከምዚ ድልድል ኢኻ ኮንካ ኣብ መንጎ እዚ ናይ ዓረብን ትግርኛን ዝዛረቡ ሰባት ኩሉ ግዜ ተራኽብ ኣብ ዝተፈላለየ ናይ ግሩባት ዘለው ኩሉ ግዜ ህልው ኢኻ ብዙሕ ንጥፈታት ኣለካ ንሎሚ ግን ብሓንሳብ ኢና ተማሂርና ኣብ ሓደ ቤት ትምህርቲ ኤለመንተሪ ስኩል ኣብ ኦርደት ጀሚርና ብሓንሳብ ዓቢና ግን ሎሚ ከም ግርማይ ዘሚክኤል ምስቶም ናተይ ሰማዕቲ ክትላለ ደልየካ ኣበይ ዓቢኻ ንእስነትካ ኣበይ ነይሩ ብኡ ክንጅምር
ኦከይ የቐንየለይ ዶክተር መሓመድከር ዑመር ከምቲ ቅድም ኣቢልካ ዝዘከርካዮ ኣብ ሓደ ቤት ትምህርቲ ዓብና ምሉእ ዓመት ጌና ቀዳማይ ክፍሊ ሄልና ክንጅምር እንኮለና ስጋብ ከረን ሰከንደሪ ስኩል ተፈላሊና ኣይንፈልጥን ካብኡ ውን ኣዲስ ኣበባ ውን ንሓጺር ግዜ ንስኻ ኣብ ዩኒቨርሲቲ ኣብ ዝነበርካሉ ኣነ ኣብ ቲቲሲ ኣብ ዝነበርኩሉ ውን ንሓጺር ግዜ ብሓደ ኔርና ስለዝስ ጉዕዞና ናይ ነዊሕ ዓመታት ብሓደ እዩ ኣነ ኣብ ቁርደት ተወሊደ ኣብ ቁርደት ዓብየ መባእታ ቤት ትምህርትን ማእከላይ ደረጃ ወይ ከምቲ ጁኒየር ሰከንደሪ ስኩል ኢልና ንፅውዖ ዝነበርና ኣብ ውርደት ወዲኦዮ ከምቲ ትዝክሮ ኩላህና ዳርጋ እቲ ናይ ትምህርቲ ኣገባብ ለውጢ ክመፅእ እንከሎ ብሓደ ነርና ሕጂ ሓንሳብ ሚድል ስኩል ንኸውን ሓንሳብ ጁኒየር ሰከንድሪ ስኩል ንኸውን ንሱ ከኣ ቀደም ኣርባዕተ ኣርባዕተ ኣብ ዝነበረሉ ኣብ ኤርትራ ኣብ ራብዓይ ክፍሊ ተፈቲንና ደሓር ከዓ እንደገና ከዓ ኣብ ሻድሻይ ክፍሊ ከዓ ክትፍተኑ ኣለኩም ኢሎምና ስለዚ እቲ ጁኒየር ሰኮንደሪ ስኩል ዝበሃል ማለት ኣብኡ እቲ ሲኒየር ከዓ ኣብ ክረን ነይሩ ማለት እዩ ብዛዕባ ዕለተ ትውልደይ ከይሓተትካኒ እንከለኻ ኣብ መጀመርታታት ናይ ሓምሳ ኸውን ተወሊደ ብል ኣነ ብርግፅ ዝፈልጦ ዕድመ የብለይን ማለት ምዝጉብ ኣይኮነን ስለዚ ውፅኢት ናይዛ ብድሕረይ ትሪኣ ዘለኻ ከተማኻ ናታ ውፅኢት እያ ኣነ እንተደኣ ፅቡቅ ኮይነ ወጺኤ ናይዛ ከተማ እዚኣ ውጽኢት ኢየ ይብል ምኽንያቱ ኣቦይን ኣደይንሲ ወሊዶምኒ እምበር ኩሉ እቲ መንገዲ ኩሉ እቲ ሕብረተሰብ ጽቡቕ እንተገይረ የመስግነኒ ሕማቕ እንተገይረ እናቐጽዓኒ ዝዓበኹ እየ ከምቲ ኩላህና ናይቲ ሕብረተሰብ ውጽኢት ኢና እውን ስለዚ ብሓጺሩ ነዚ ይመስል እቲ ናይ ትውልደይ፣ ድሕረ ባይታይ፣ ናይ ኣቦታት። ክሓተካ ሕጂ ኣቦይ ዘሚካኤልሲ ማለተይ ኣብቲ ናይ ዓረብ ቤት ትምህርቲ ዝነበረ ሽዑ ዝነበረ ንሱ እዩ ነይሩ ብዓረብ እዩ ነይሩ እቲ ኤለመንተሪ ጁንየር ሰከንደሪ ስኩል ክትኣቱ ዘፍቀዱልካ ኣነ ሕጂ ከም ዝፈልጠካ ግርማይ ግርማይ ማለት ግርማይ ማለት እዩ ኣቁርደት ማለት እዩ ፍልልይ የብሉን ኣብ ኩሉ ንጥፈታት ኣብቲ ከተማ ዝነበረ ከኣ ብጣዕሚ ንጡፍ ኢኻ ኔርካ ካብ ንእስነትካ ጀሚርካ ከመይ ኢኻ ኣብቲ ቤት ትምህርቲ ኣቲኻ ኣቦይ ዘሚካኤል ሲበሪ ሊበራል ድዮም ነይሮም ኣብኡ ክትመሃር ውሑዳት እዮም ነይሮም ሽዑ ዝመሃሩ ንስኻ ምሳና ነርካ ኣብቲ ቤት ናትና ሓደ ክልተ ድዮም ሰለስተ ከዓ ነይሮም ካልኦት ኣብ ካልእ ክላስስ ትምህርታዊ ከመይ ነይሩ
ትምህርቲ ኢንፋክት ንቤት ትምህርቲ ናይ መንግስቲ ቤት ትምህርቲ ከምቲ ብልሙድ ንብሎ ነበርና ቤት ትምህርቲ ዓረብ ኢልና ኢና ንፅውዖ ነርና ዓረብ ሜዲም ኦፍ ኢንስትራክሽን ስለ ዝነበረ ኣብቲ ኤለመንተሪ ስኩል ወይ ኣብቲ ኩታብ ንብሎ ነበርና ወይ ኣወልያ ንብሎ ነበርና ግን ናብዚ ቤት ትምህርቲ እዚ ምኻደይ ንኽብርቲ ወላዲተይ እዩ ዝምልከት። ኣቦይ ናብዚ ቤት ትምህርቲ እዚ ክኸይድ እንከለኹ ኣብ ዕርደት ዊን ኣይነበረን። ሕጂ ንሓጺር ግዜ ንገለ ኣዋርሕ ዝኸውን ኣብቲ ናይ ካቶሊክ ቤት ትምህርቲ ጀሚረ ድሕሪኡ ግን ኣደይ ወላዲተይ ብጣዕሚ ብትህርትና ትግደስ ስለ ዝነበረት ኣቦይን ኣደይን እውን ትኸውን ስለ ነበረት ኣቦይ ብዙሕ ግዜ ንደገ ደገ እዩ ዝኸይድ ነይሩ ብስራሕ ምኽንያት ሕጂ ካብዚ ቤት ትምህርቲ እዚ ፅቡቕ ነገር ይሪእሉ የለኹን ኢላ መስለኒ ንዓይ ናብዚ ቤት ትምህርቲ እዚ ክኸይድ ወሲና ድሕሪኡ ኣብቲ ግዜ'ቲ ኣብ ሻምናይ ክፍሊ ዝመሃሩ፣ ሎሚ ብህይወቱ የሎን፣ ቴድሮስ ያቆብ፣ ተኸስተ ገረዝግሄር ዝበሃሉ ብተዓ ኣብቲ ገዛውትና ነይሮም። ሕጂ ምሳኹም ውሰድዎ'ሞ ኣመዝግብዎ ኢላቶም ኣብቲ ቤት ትምህርቲ። ሕራይ ሕራይ ከነመዝግቦ ሒዝናዮ ክንከይድ ኢና ግን ኣብቲ ኤለመንተሪ ስኩል ጻዕዳ ስረ ጻዕዳ ካሚሻ ስለ ዝኽደኑ ከምዚ ሓውሲ ዩኒፎርም እዩ መስለኒ ነይሩ ሽዑ ከምኡ ክኽደ ክትገዝኡ ክህልዎ ኣለዎ እዩ ክትገዝእሉ ኣለኩ ኢሎማ ቀልጢፋ ሓደ ሰፋይ ነይሩና ሓሰን ዝበሃል ኣብ ሕለት ከምሲን እዩ ከማን ዝቕመጥ ብቕልጡፍ ክዳን ክሰፍየለይ ነጊራቶ፣ ሰፋይና ስለ ዝነበረ፣ ነፍሲ ወከፍ ገዛ ናቶም ዓሚል ኣለዎም ሰፋይ፣ ንሱ ናህና ዓሚል ማለት እዩ። ካብኡ ንሶም ሒዞምኒ ከይዶም ኣይ ንመን ከም ዝሃቡኒ ንመን ከም ዘረከቡኒ ብቲ ቤት ትምህርቲ እውን መን ኣምፅእዎ ንምንታይ መፅኡ ዝብል ሕቶ ኣይነበረን። ወሲዶም ኣብቲ ቀዳማይ ክፍሊ ኣትየ ሽዑ ኸሊፋ ኣቡበከር እዩ ነይሩ ነይሮም እቶም መምህር ነብሰይ ኣብኡ ረኺበያ ካብኡ ንንየው ኣነ እውን ኣይፀላእኩዎም ዋላ እኳ ዝኾነ ዝፈትዎ ዝፈልጦ ሰብ እንተዘይነበረ ንብቲ ቤት ትምህርቲ ቀልጢፈ እናተላለኹ ቀልጢፈ እናተፋለጥኩ ከይደ ብኡ ቢለ ቀጺለ ማለት እዩ ስለዚ ብዙሕ ግዜ ከም ዝበልካዮ ናይ ኣቦይ ይመስሎ ኣቦይ እውን ምስ መፀ ኣይተቃወመን ግን እቲ ስጉምቲ እቲ ውሳኔ ናይ ኣደይ እዩ ብጣዕሚ ብጣዕሚ ኣገዳሲ እዩ ሕጂ ኩሉ ግዜ ሽዑ እቲ ግዜ እቲ ኣይንሓስብን ነይርና እዚ ክርስትያን እዩ እዚ ኣስላማይ እዩ እዚ ደቂ የመን ነይሮም ኣብ ኣቁርደት ካልኦት ነይሮም እዚ ካበይ ቀቢላ እዩ እንታይ እዩ ገለ ዝበሃል ዋላ ኣይነበረን ሕጂ ኣነ ምሳና ትመሃር ነርካ ገለ እዚ ግርማይ ክርስትያን እዩ ኣነ እስላማይ ገለ ዝብል ከማን ኣይ ኣይነበረን ኣብቲ ግዜ እቲ እሞ ከም ክርስትያን ኮንካ ኣብኡ ዳርጋ ኦልሞስት ኩሎም ዝመሃሩ ብኡ ኣስላም ስለ ዝነበሩ ዘጋጠመካ ነገራት ከ ነይሩ ኣብቲ ቤት ትምህርቲ ያ ኣቋሪፃ ነይረ መስለኒ ሰሚዕካኒ ዶ ሰሚዕካኒ ዶ ትሕቶይ ኖ ኖ
ኣብዛ ካልኣይቲ ኣይሰማዕኩዋን እንታይ ኢልካ ፍሪዝ ኢኻ ኮይንካ እወ ኣብቲ ግዜ እቲ ሲ ማለተይ እዚ ካበይ እዩ መን እዩ ክርስትያን እዩ ኣስላም እዩ ገለ ዝበሃል ከማን ኣይነበረናን ሕጂ ምሳና ትመሃር ነርካ ሓደ ልክዕ ከም ሓደ ካባና ገለ ንሪኤካ ነርና ሽዑ ማለት እዩ

ኣብዚ መወዳእታ ቃልካ ተቖሪፁ ፀኒሑ። እወ
ካባይ ድዩ ቸክ ገብር እቲኣ ናተይ ኦኬ ማለተይ ሲ ኣብቲ ቤት ትምህርቲ ክትምሃር ከለካ ሲ ዘጓነፈካ ፀገማት ዶ ነይሩ ገለ
ኣነ በፍፁም ኣይነበረን ከምቲ ቀድም ኣቢልካ ዝዘከርካዮ እቲ ቤት ትምህርቲ ክምዝግቡና እንከለዉ ወይ እውን ሓደሓደ ግዜ ሕቶታት ይመፅእ ነይሩ ብፍላይ ኣብ ቀዳማይ ክፍሊ እንከለኹ ዝዝክሮ ነፍሲ ወከፍ ስሙ ይገልጽ ድሓር ዓዱ ይገልጽ ማለት ሃገሩ ማለት እየ ሕጂ ካብ ዝዝከሮ
ዋይፋይ ናተይ ቀይራ ኣለኹ ሕጂ ኣይሆፕ ፅቡቅ ዝሰርሐ ትኸውን እወ
እስከ ተዛረብ እወ እወ እወ እወ ሕጂ ዋላ እውን ዝተፈላለዩ ሃገራት ምስሪ የመን ሕጃዝ ገለ ክብሉ እንከለዉ ድሕሪኡ ግን ሓቢርና ንፃወት እንታይ ማለት እዩ ምዃኑ ዊንስታይ ነብል እንቶም ካልኦት ዝነበርና ኤርትራውያን ንብል ነርና ወይ ብዙሕ ግዜ እውን ንዑ ከነመልክተሉ እውን ኣይንሕተትን ነርና እሶም ግን ፍልይ ስለ ዝብሉ ነበሩ ካባና ኣብ ኣከዳድንኦም ኣብ መልክዖም ገለ ከምኡ ኢሎም ክዛረቡ ይዝክርም ብዝተረፈ ግን ዋላ ሓንቲ ብ ብኻልእ ጠባይካ እተምጽኦ ናይ ምባኣስ እንተዘይኮይኑ ወይ ናይ ምጽዋት እንተዘይኮይኑ ኣብ ካብቲ ፍሉይ እምነት ከም ዝመጻእካ ካብ ፍሉይ ገዛውቲ ከም ዝመጻእካ ብዙሕ ዝዝከር ነገር ኣይዝክርን ኣይነበረን።
ፅቡቕ ሕጂ ኣብቲ እንታይ ዝብሎ ኣብ ዝተፈላለየ ንጥፈታት ተሳተፍ ነርካ ብፍላይ ሓደ ግዜ ከምዚ ክንዕልል ከለና ዝከር እዚ ኣብ ረመዳን ጦር ሰራዊት መፂኦም ንሓደ ካብ ደገ መፂኡ ዝነበረ ሃሪሙ እሞ ነብኡ ንሱ ከዓ ነቲ ጦር ሰራዊት ሃሪምዎ ዳሕራይ ጦር ሰራዊት ብመካይን መፂኦም እታ ሹቕ ኩላ ገልቢጦማ ንፅባሒታ ኩላ ዳርጋ ኣቁንተት ኩሉ እቲ ሹቅ ተዓጽዩ ሰጥ ኢሉ እቶም መንእሰያት ሒዞማ ዝወጽእ ማኪና ናይ ወተሃደራት ኣይነበረን ሽዑ ከመይ ትዝክሮ እዚ ኢቨንት እዚ ሽዑ?
ልክዕ እዩ እቲ ብዝያዳ ዝዝክርኒ እቲ ንጽባሒቱ ዝተረኽበ ተረኽቦ ብፍላይ ኣጸቢቑ ይዝከረኒ። እቲ እዋን ኣብ ናይ ረመዳን ግዜ ኣብቲ ሰዓታት ናይ ፈጡር ወይ ቅድሚኡ ዝነበረ ግዜ ኣብ ቁርደት ትዝክር እንተኾይንካ ኣብቲ ከባቢ መስጊድ ካብ እስኮደርያ ስጋብ መስጊድ ዘሎ ቦታታት ዳርጋ ናይ ሮሞዳን ዕዳጋ እዩ ነይሩ ተምሪ ዝሸይጥ ሌሙን ዝሸይጥ ልጌማት ዝሸይጥ ሳምቡሳ ዝሸይጥ ሕጂ ኣብቲ ከባቢ እቲ ካብቲ ናይ ጃምዓ ኣልኣርዋሕ እንብሎ ወይቲ ሜዳ ኩሉ ዝእከበሉ ናይ ኣቁርደት ፍሩይ ቦታ ካብኡ ጀሚሩ እቲ ነገር እቲ ክስተት እቲ ተኸሲቱ ንጽባሒቱ ግን እቲ ምሉእ ሹቅ በቃ ዕጸዉ እንዳበልካ ስታይ ኮይኑ ንሕና ዊን ንቤት ትምህርቲ መጺእና ኣብ እንኮላህና ኩላህና ወጺእና ማለት እዩ ካብቲ ቤት ትምህርቲ ነቲ ዝነበረ ዝኸይድ ዝነበረ ነገር ተሳቲፍናዮ ካብኡ ንንየው እዚ ዝከረኒ በሺር ስሓቅ ኣነ ገለ ዝነበርናዮ ንቤት ትምህርቲ ዋልድ ከድና ንዕአን ዊን ክወፃ ከም ዘለወን ንግበር ገለ ተባሂሉ እቲ ቤት ትምህርቲ ናይ ኣዋልድ ኩሉ ግዜ ማለት ታንሸሉ ዕፍሹ እዩ ነይሩ ግን ብመንደቕ ዘሊልና ኣቲና ካብኡ ዋላ እውን መምህር መሓመድ ዓሊ እቶም ዳይረክተር ዝነበሩ ትክንዘልን ኮለና ሪኦምና እንታይ ይኸውን ኣሎ ገለ ኢሎም ወፂኦም ካብ እንዮ ግን ነድሓነት ዓንዱ ስውእቲ ኣድሓነት ዓንዱ ረኪብና ከምዝን ከምዝን ኮይኑ ኣሎ ስለዚ ይበተን እዚ ትምህርቲ ናይ ሎሚ ከምዚ እዩ ዘሎ እቲ ኩነታት ኢልናዬም ብድሕሪኡ ግን ካብቲ ቦታ ቀልጢፍና ከም ንወጽእ ገሮምና መምህር መሓመድ ዓዱ በሉ ውጹ ዝገበርኩም ገርኩም ኣለኹም ኢሎምና ወጺና ከድና ማለት እዩ እሳተን ውን ፋሕ ኢለን እቲ ሹቕ ዳርጋ ንምሉእ መዓልቲ ተዓጽዩ ከም ዝወዓለ፣ ድሕሪኡ ግን ብዙሕ ክዝከር ዘይክእል እንተ ናይ ይቕሬታ ይኹን እንተ እዚ እተገብረ ጌጋ እዩ ተባሂሉ ይኹን ንጽባሒቱ ቀስ ብቐስ እቲ ሹቕ እናተኸፍተ ከይዱ ማለት እዩ። ናብቲ ሳልስቱ ዘብል ዘሎ ግዜ እዩ። ካብኡ እቶም ብዙሓት ኣነ ካብ ዝዝከረኒ ፈረጅ ዑስማን ፈረጅ ይዝከረኒ ጽቡቅ ጌሩ ጸጋማይ እዩ ኔሩ ኢዱ ረባሽ እዩ ብባህርያቱ ሕጂ ነዚ ደዃኩም በዛ ጸጋመይቱ ኢዱ ብበትሪ ጌሩ ዕጸዉ እንዳበለ ኳሕ ከብሎ እንከሎ ይረኣየኒ ከምዚ ሎሚ ብድሕሪኡ ግን ኣይጸንሐን ንጽባሒቱ ድዩ ዋላ ገለ ብለ መብዛሕቶም እቶም ከምኡ ዝገብሩ ዝነበሩ ንሜዳ ወጺኦም ማለት እዩ
ወሃቡ ዝክርን ሕጃ ናይ ከምዚ ወድ ሓጃም ነይሩ ኣብኡ መስለኒ ኤግዛክትሊ ዓርኪ በዓል ፈረጅ እዩ ወድ ሓጃም መዋዕልቶ ፊል ነይሩ መስለኒ ተሎዲ ነይሩ እድሪስ ተሎዲ ያ ያ ያ ሽዑ መዓልቲ ሕጂ ገሊኦም ወፂኦም ግን ንምሸት እንታይ ኮይኑ ሓደ ናይ ናይ ጀነራል ይመስለኒ ናይ ጦር ሰራዊት ብኤርፕሌን መፂኡ ንሕና ዘይተሓስበ ነገር እዩ ከምዚ ክኸውን ኣይነበሮን ዳሕራይ ምስቶም ዓበይቲ ዓዲ ተራኺቡ እቲ ኩሉ እቲ ሎስስ ዘለኩም ዝጠፍኣኩም ነገራት ኩሉ ጽሓፍዎ ህውሃበኩም እዩ ገለ ተባሂሉ ብኡ ጠፊኣ ግን እቶም ኩሎም ነዚኣ ኮኦርዲኔት ዝገብሩ ዝነበሩ ዳርጋ ሽዑ ለይቲ ወጺኦም ንሜዳ ኸይዶም ማለት እዩ ሽሕን ትሽዓተ ሚእትን ስሳ ሸውዓተ ብርግጽ ብርግጽ ጽቡቅ ዘኪርካኒ
ካብኡ ንቐጽል እሞ ናይ ጀብሃ ንጥፈታት ነይሩ ባዕሲኻ ኣብ ጀብሃ ተወዲብካ ማለተይ ናይ ተምሃሮ ውዳቤታት ነይሩ ናይ ካሊእ ነይሩ ከመይ ጌርካ ተወዲብካ መዓስኻ ተወዲብካ ገለ
ኣነ ብዙሕ ግዜ ካብ ተጸግመኒ ሕቶ ክምልሳ ዘይክእል እዛ ሕቶ እዚኣ እያ። ምክንያቱ መዓስ ሓደ እቲ ናይ ጀብሃ ኣብቲ እዋንቲ ትዝክር እንተ ኮይንካ ኩሉ ግዜ ምስቲ ዝነበረ ዝካየድ ዝነበረ ነገራት ወይ ለይቲ ኣቲኻ ምትኳስ ድዩ ወይ ገለ ገለ ሰባት ውን ገለ መጽሔት ዝረኸብዎ ይቡኻ ስለዚ ምስኡ ነብስኻ እናተፋለጠትን ነብስኻ ውን ከም ስሩዕ እናርኤኻያን ኢኻ ትኸይድ ነርካ ኣነ ካብ ካብ ዝዝክሮ ዋላ ውን እቶም እቲ ናይ ቁርደት ከባቢስ እቲ ሕብረተሰብ ኣብቲ ናይቲ ሃገራዊ ኩነታት ናይቲ ናይ ጀብሃ ኩነታት ንምእታውሲ ገለ ነይርዎ እየ ዝብል ዋላ ውን እትረፍ ዶ ንሕና ኣነ ካብ ዝዝከረንስ ሕጂ ከም በዓል ሚስተር ጋሊጋር ዝኣመሰሉ ምስቲ ኩነታት ማለት ተዳናገፅቲ ነይሮም ዳሕራይ ዋላ እውን ካብኣቶም ከይተረፈ እውን ሕጂ ካብትን ካብትን እናተኣኻኸበ ነብስኻ እንዳሰርዓ ናብቲ ናይ ዝኸይድ ዝነበረ ኩነታት እንዳሰርዓካ ዝመፅእ ነይሩ ትዝክሮ ትኸውን ሚስተር ኣለም
ሓፂር ምስተር ጋሊጋር ኦልድሪጅዳ ዝበሃል ነይሩ ናይ ዲስኮርድ ዝማቶም ነበሩ ሓደ ግዜስ ኣብ ኣብ ሓምሻይ እወ ኣብ ሓምሻይ ክፍሊ ከለና ይመስለኒ ሓደ ፊዳኢ ናብ ከተማ ኣትዩስ ፀገም ኣጓኒፍዎ ትረኽብዎ እሞ ዳሕራይ እንታይ እዩ ይሓተኩም ንስኹም ንስኻትኩም ከ እንታይ ረዲኤት ትገብርሉ ነዚኣ ጽሒፍኩም ኢን ኮምፖዚሽን መልክዕ ጽሒፍኩም ኣምጽኡልና ዝበለኒ ግዜ ይዝክረኒ ሕጂ ካብቲ ንሱ ዝብሎ ንሱ ዝበሎ ድሓር እታ ወረቐት ሒዝኩማ ክትመጹ እንከለኹም ከይትፈርሁ ምእንታን ኣብ ካልስኹም ኣእቲኹማ ምጹ ኢሉ ሕጂ ንሕና ኣብቲ እዋንቲ ካልሲ ዝኽደን ብዙሕ ኣይነበረና እንታ ንኽደና ወይ ሽዳ ወይ እንተ ኣሽሙ እያ ስለዚ ከመይ ደኣላ እዚኣ ናይ ካልሲ ጉዳይ ገለ ኢልና ስሒቕና እውን ይዝከረኒ ኣነ ወረቐት ፅሒፈ ምፅየ ሕጂ እንታይ ፅሒፈ ኣይርድኣንን ግን ብርግፅ ከም እተሓባበርክዎ ሕጂ እዚ ከምዚ ኢሉ እንከሎ ስታይ እንዳበለካ እንዳመጸ እንከሎ ድሓር ኣብቲ ከተማ እንፈልጦም ሰባት ነይሮም ከም በዓል ኑረዲን መሓመድ ዓብደላ ከም በዓል ማሕሙድ ጀይሊ ከም በዓል ካብኦም ሕልፍ ኢሉ እውን ኡስታዝ ማሕሙድ መሓመድ ሳልሕ ሕጂ እዚኣቶም ገለ ነገር ክልእኩኻ እንከለዉ ዋላ ዊን ኣይትፍለጦ እቲ እዚ ህዋካ ልኡክ እዚኣ ገዛ ኣብጽሓያ ወይ እዚኣ ተማልኣያ ኢሎምካ እሹቅ ሂቡካ ሕጂ እዚ ጉዳይ እዚ ስቅ ኢልካ ልኡክ ኣይኮነን እዚ ጉዳይ እዚ መልእክቲ ናይ ሰውራ ዊን ይህልዎ እዩ ገለ ትሕዝቶ ዊን ይህልዎ እዩ ኢልካ እናሓሰብካ ትመጽእ ከምኡ ዊን ብፍላይ ካብ ዝዝክሮ እስታዝ ማሕሙድ ጀይሊ ኣብቲ ናይ መሓመድ ኑር ሓሰኑ እንዳ ድኳን ዝነበሮ ቅድም ብይክስታይ ጀሚሩና ማለት እዩ ክትሓልፍ ኮለኻ መጋዚን ይበካ ኣኽር ሳዕ ገለ ገለ ከም ዝኣመሰለ ይበካ ተንብብ ሕጂ ካብኡ ንንየዊን ኣማዕቢልዎ እቲ እቲ ነገር ኣብ ገለ እዋናት ገለ መጽሔት እንተ ንእሽቶይ ቁራጽ ናይ መጽሔት ኣላዊን ከነንብባ ዝሃበኒ ግዜ ይዝከረኒ ካብ መጻሕፍትታት እውን ገለ ገለ መጻሕፍትታት ካም በዓል ናይ ኢልያ ኣቡማዲ ገለ መለል ጀዳውል ዝብልዎ መጽሓፍ እዚኣ እውን ኣንብባ ሕጂ እዚ እዚ ኩሉ ግን ናይ ምስራዕ ስራሓት ወይ ንክትስራዕ ናይ ምድላው ስራሓት እዩ ነይሩ። ሕጂ ኣበየናይ መዓልቲ እዩ ክትብል ኣይትኽእልን። ካብኡ ንኔው ግን ብዕሊ እዚኣ መደብካ እያ ኢለ እተወሃብክዋ ግን ኣብ ከረን ሰከንደሪ ስኩል ኣብ ዓሽራይ ክፍሊ እንከለኹ እዩ ነይሩ እዚ ናቱ
ምርታይና ኣብዚ ግን ምናልባት ክዝክረካ እዚ ተጋደልቲ ገለ ይቀተሉ ከለዉ ወይ ሲቪልያን ገለ መፅኦም ይሰቕልዎም ነይሮም። ይዝከረካ እንተኾይኑ ኣብቲ ቅድሚ ፈንግረዲስ ዝነበረ እቲ ናይ ኣውቶቡሳት ገጠርጠው ዝብላሉ ገለ ሕጂ ሓደ ግዜ ይዝከረኒ ኣለን እዩ መስለኒ ወላ ገሊጋርሲ ንኺድ ኣብኡ ገለ ኢሉናስ ሕጂ ነቶም ተሰቒሎም ዘለዉ ክስእል ኢሉ ከምዚ ንዓና ዝስእል ዘሎ መሲሉ ንዕኦም ስኢልዎም ማለት እዩ። ሓደ ከኣ ናቶም ትዝክሮታት ዘለን እቲ ገዝኦም ክፉት እዩ ነይሩ ሕጂ ሕጂ ዋን ሳውዘንድ ኤዲሽን ቱ ሳውዘንድ ኤዲሽን ገለመለ ዝብል ዝኾነ ግዜ መጺእካ መጽሓፍ ትወስድ ካብኡ ሽምካ ትጽሕፍ ዝሓተካ የለን እቲ ገዛ ትኣቱ ባዕልኻ ትወስድ ኣንቢብካ ትመልስ ገለ ብጣዕሚ እንተ ኣምዝሮ ነይሩ ከምኡ እውን እዚ ናይ መፅሓፍቲ ከምዚ ካብ ብፍላይ ካብ ግብፂ ዝመፅእ ዝነበረ ሎዘል ዩሲፍ ርዋያት ኣልሂላል ኣልሙሰውር ኣኽር ሳዓ ገለ ኣነ ሕጂ ይዝከረኒ ኣብ መሓመድ ኑር ሓሰን ኦዮ የምጽእ ነይሩ ዳሕራይ ነቦይቦ ነይሩ ኣነ ከኣ ኣብኡ ከይደ ስለዚ ከምዚ ካልቸራል ላይፍ ከማን ነይርዎ ሕጂ ኣብዚ ናይ ኣቑርደት ኣልኣሚን ዑመር ዑስማን ከማን ድሕር ሪኢኻ ኣብዚ ቀረባ ኣብቲ ግሩፕ ክዛረብ ከሎስ እዚ እንታ ምስሎ ይሸይጥ ነይሩ እዚ መጋዚንስ ኢሉ ከምዚ ሎዘ ሊዩስ ባላሳ ገለ መጻሕፍቲ ገለ ሕጂ ይዝከረኒ ንሱ ክሸጦ ከሎ ግን ብጣዕሚ ኣክቲቭ ላይፍ ነይሩ ኣብቲ ግዜ እቲ ዳሕራይ ኣብዛ ናይ ከረን ንምጻእ እሞ ከረን ምስ ከድካ ከመይ ነይሩ እቲ ነጥበታት ኣብኡ
እወ ሓንቲ ግን ብዛዕባ እዚ ናይ መፃሕፍቲ ምልጣሕ ቁሩብ ኣስታይ ከብለልካ ኣነስ ዋላ ኣብ ዝኸድካዮ መብዛሕቱ ገዛውቲ ንእሽተይ ላይብረሪ ዘይነበሮ ሰብ ኣይነበረን ክኸውን ይኽእል ሕጂ ካብ ዝዝከረኒ ሳልሓ ሰብ ብሓደ ኣብ ሳልሳይ ክፍሊ ድዩ ራብዓይ ክፍሊ ኮለና ዳርጋ ብሓደ ኢና ኮፍ ንብል ነርና ሕጂ ገዘኦም መጻ ከተንብብ ተደሊኻ ገዛና ኣሎ ኢሉኒ ናይ ሓዉ ናይ እቲ ኣብ ቤት ፍርዲ ዝሰርሕ ዝነበረ ዑስማን ሓሰን ሕጂስ ኣብቲ ገዛ ምስ ኣተና እታ ገዘኦም መዓት መጻሕፍቲ እዩ ጸኒሑና ደሓር ንሱ ነይሩ እዚ እዚ ኣንብቡ ኢሉ ገለ ሂቡና ካብ ዝዝከረና ኣነ ናይ እሕሳን ዓብደልቁዱስ ዋላ ሓንቲ ሕጂ ክስታይ ክዝክሮ ኣይክእልን እየ ስቅ ኢልካ ኣንቢብካ ንምምላሱ ተዘይ ኮይኑ ወይ ሒዝካ ንምምላሱ ተዘይ ኮይኑ ከም በዓል ኣልውሳድ ኣልኻልያ ገለ ዝብላ መጽሓፍቲ ነይረናን ስቅ ኢለ ሒዘየ ንኸይድ ቁሩብ እየ ምንብብ ኣይርድኣንን ብዙሕ እውን ይበዝሓካ ትመልሶ ስለዚ ከምዚ ዓይነት ነይሩ ኣብ ቤት ትምህርቲ ነይሩ ከም ዝበልካዮ ሰባት እውን መጻሕፍቲ ኣብ ገዝኦም ዝነበሮም መጺእካ ካብቲ ገዛውቶም መጻሕፍቲ ክትወስድ ወይ ምስ ኣሕዋቶም ትፋለጥ እንተድኣ ኮይንካ ከምዚ ናይ ሳልሓ ሰብ ዝነበረ ኬድካ ካብቲ ገዛ መጻሕፍቲ በዓል ዑስማን ክቡካ ከምዚታት ነይሩ እዩ ልክዕ እዩ ንሱ ከኣ እዩ እቲ ውጽኢት ናይዚ ኩሉ እየ ዘበለኒ ኣብ ኩሉ ካብ ኩሉ እቲ ይህበካ እቲ ይኣልየካ እዚኣ ኣንብባ ኣለካ እዚኣ ረኤያ ይብለካ ከምኡ ውን ቶም ካልኦት መማህራን ውን ዝነበሩ ከምኡ ነይሩ ጽቡቅ ሓቅካ ኣለካ ብዛዕባ ናይ ከረን እንተ ከነልዕል ኮይና ኣብ ከረን እወ ኣብኡ እዩ እቲ ስሩዕ ነገር ማለት ሎሚ እዚ ኣብ መዓልቱ ኣብ ሰሙኑ ኣብ ወርሑ ክስራሕ ዘለዎ ነገር ኢለ ብፍሉጥ ዝጀመርኩሉ ኣብኡ ነይሩ ማለት እዩ እቲ ካልእ ኩሉ ከምቲ ዝበልናዮ ናይ ምልኣኽ ናይ ክስታይ እዩ ነይሩ ኣብ ከረን ግን ኣብ ዓስራይ ክፍሊ ከለና ኣነ ዋላ ሓንቲ ሽዑ ኩላህና እቶም ተምሃሮ ኣብኡ ዝነበርና ገዛውቲ ተኻሪና ገለ ኢና ንነብር ግን ኣብቲ እዋን እቲ ሎሚ ኣብ ቤት ማእሰርቲ ዘሎ ሳልሕ ኬኪ እያ እግዚኣብሔር መዋፅኦ ይፍጠረሉ ንሱ ኣብ ሓደ ዕረፍቲ ደገ ወፂና እንኮለና ሓንሳብ ከዛርበካ ኢሉ ይመፀኒ ብድሕሪኡ ማለት ንሕና ኣብዚ ቤት ትምህርቲ ናይ ምሳሌ ከይደ ክትብል ከለካ እዚ ምስ ጂ ፊፍቲን ዝነበረ ማለት ካ ሓራይ ተዓስ እወ እወ እወ እወ እወ ኣብዚ ቤት ትምህርቲ ናይ ተምሃሮ ምንቅስቓሳት ስለ ዘለና፣ ሕጂ ኣብዚ ናይ ተምሃሮ ምንቅስቓሳት ከኣ በቢ እቲ እንቀራረበሉን እቲ እንተኣሳሰረሉን እቲ እንተኣማመነሉን ኣገባብ ስለ ዝኾነ እቲ ስርርዕ፣ ንስኻ ነዚ ናይ በዓለ ቁርደት ዘለኹም ካብ ቁርደት ዝመጻእኩም ንዕኡ ስታይ ከተብሎ ማለት ተሓቲትካ ኣለኻ ስለዚ እዚ እየ ክብለካ ስታይላ ሕራይ ዶ ብሕሪኡ ስታይ በልና ንዝከኣለና ንገብር ነርና ማለት እዩ ካብቶም ሽዑ ኣቐዲመ ዝረኸብክዎም ከም በዓል ብኺት ዓብደረዛቅ በዓል መሓመድ ዳውድ ነይሮም ማለት እዩ ካልኦት እውን ብዳርጋ ንኩሉስ በብወገና ድሓር ኣብ ክልተ እናተመቓቐልና ንብፅሓዮ ኢልና ዝግበር ኣብቲ እዋን እቲ ሕጂ እተን ንገብረን ነበርና ሓደ ብርክት ዝበለ መፃሕፍቲ ካብ ሜዳ ዝመፀ መፃሕፍቲ ነይሩ እቲ እዋን እቲ እዋን ቕያዳ ኣልዓማ ስለ ዝነበረ ንገዛእ ርእሱ እዚ ናይ ናይ ናይ ምስራቕ መጻሕፍቲ ናይ በዓል ኪም ኢልሶን ናይ በዓል ማኦ ገለመለ ብዙሕ ዝበለ መጻሕፍቲ እዚ እውን ከተንብብዎ ኣለኩም ተባሂሉ ይዘውር ነይሩ እንተ ደኣ ተኻኢሉ ከኣ እቲ ሓምሳ ሳንቲም ንወርሒ ወርሓዊ ውጽኢት ክኽፈል ኣለዎ ዝብል ነይሩ። ስለዚ ነዚኤን ክንገብር እታ መጀመርታ ግዜ ብመልክዕ ሕጊ ምስራዕ ዝጥምታ ነገር እንተ ኮይኑ፣ ምስራዕ ማለት ነገር ተዋሂቡካ፣ ሽምካ ፍሉጥ፣ ስራሕካ ፍሉጥ፣ ኣብ ከረን እያ ተጀሚራ። ወሓደ ግዜ እስካለኝ ነካ ምስታ ንክነዕልል ከለና ከምዚ ነስመራ ገለ ሰዲዶምኹም ኣብቲ ደሞንስትረሽንስ ገለ ክግበር እወ ከሎ ስኣ እንተትጠቅሳ እስከ እወ እዚ ድሕሪ እቲ ናይ ዖና ህልቂት ምስ ተፈጸመ ዳርጋ ድሕሪ ቀቢርና ምስ ወዳእና ጽባሒቱ እዩ ነይሩ እቲ ምቕባር። ኣብ ቤት ትምህርቲ ምስ መጻና እቲ ቤት ትምህርቲ ኣቐዲሙ ፋሕ ኢሉ ናይ ስካውት ዝነበረ መኹዓቲን ገለመለን ገለን ሒዙ ከይዱ። ካብኡ ዊን ካብ ከረን ዝመጹ ሰባት ጸኒሖምና። እቲ ናይ ምቕባር ስራሓት ተጀሚሩ ስጋብ ዝፍጸም እቲ ተማሃራይ ጽቡቕ እንተ ኣሽምኡ ገይሩ ብኡ ከስቢ ናይ ከተማ ከረን እውን ሽዑ ዝርኤ ኣነ ዝክርን ንኩሎም እቶም ኣወዳት ይኹኑ ኣዋልድ ኣብ ቤት ትምህርቲ ከረን ዝነበሩ ከይዶም ኣብኡ ከድና ገለ ሕጂ ሓደ ካብኡ ዘይርስዖሲ እቶም ቆልዑት ከምዚ ፈሓም ኮይኖም ገለ ክተውፅኦም ኤግዛክትሊ ልክዕ ኣነ ኣብ ንሱ ፀቢቑ ይዝከርን ብፍላይ ኣብ ሓንቲ ቦታ ምስቶም ዓበይቲ ሰባት ንኸይድ ነርና ኣብ ሓደ ኣብ ሓንቲ ኣጉዶ እትው ክብል ኣትዮም እትው ክብል ምስ ዘለኹ ንዓይ ከልኪሎምኒ ኖኖኖኖ ኣይትእቶ ኣይትእቶ ኢሎምኒ ዳሕራይ እቲ ነገር እንታይ ንምንታይ ገለመለ ገለ ምስ በልኮም ኖ ገለ ኢሎም ቀልጢፎም ከይዶም በዓል ጎሎም ሽዑ መፂኦም መግነዝ ሒዞም ማኪና ምልእቲ ሻሽ እዚ ደሎ ዓለባ ኮታ ፃዕዳ ጥራይ ይኹን ሒዞሞ መፂኦም ካብ ከረን ሽዑ ካብኡ ወሲዶም ስታይ ኣቢሎማ ምስ ኣበልወን ደሓር እንታይ እየ ተበልክዎ እቲ ሰብኣይ ከይትስንብድ እታ ከብዳ ዝበተንዋ ብሳንጃ ገይሮም እቲ ሰበይቲ እያ ነይራ ኩሉ ማዕናጥዋ ኣብቲ መሬት ስለ ዝነበረ ክትስንብድ ስለ እትኽእል ክትሪኦ ስለ ዘይደለና ኢና ገለ ኢሎምኒ ስጋብ ከምዚ ነይሩ እቲ ኩነታት ልክዕ ሓቅኻ ኢኻ ካብኡ እውን እቲ ዝኸፍአ ከዓ እንደገና ኣብ ፈሓም ዝተለወጡ ሰባት ነይሮም ሰማዕቲ ምናልባት ፅቡቅ ክርድእዋ ተጋልዶ ሓርነት ኤርትራ ከምዚ ኣምቡሽ ገይሮም ነቲ ተሾመ እርገቱ ናይ ካልኣይ ክፍለ ጦር ሓላፊ ዝነበረ ኣብ ጥቃ ከረን ካብ ኣስመራ ንከረን ናብ ዝመፀሉ ዝነበረ ግዜ ምስ ቀተልዎ ዕስራን ሓደን ኖቨምበር ሽሕን ትሽዓተ ሚእትን ሰብዓን እዩ ነይሩ፣ ዳሕራይ እዚኣ ፈርስት ዲሰምበር ናይንቲን ሰቨንቲ እያ። ከም ናታ እንተኣምዝሎ ኢሎም ኣብ ዑናን ቅድሚኣ ከኣ ኣብ በሸግዲራ ብ ሰርቲ ኖቨምበር ዳርጋ ሽሕ ዝኾኑ ሰባት መይቶም። ዳርጋ ብ ተጋድሎ ሓርነት ኤርትራ ከምዚ መዓልቲ ናይ ስውኣት እዩ ይፍለጥ ነይሩ ማለት እዩ፣ ዝበዝሐ ሰብ ኣብ ሓደ መዓልቲ ዝሞተሉ ማለት እዩ፣ ነዚኣ ንጣምዝሎ ንምግባር ማለት እዩ።
እወ ሕጂ ምስዚ ተተሓሒዙ ዝመጸ ድሕሪኡ እቲ ቤት ትምህርቲ ናይ ከረን ውን ስቕ ኣይበለን እንታይ ንግበር ዝብል እዩ ተላዒሉ ሕጂ ኣነ ይዝከረኒ እቲ ኣኼባ ኣብ ከባቢ ሹቕ ከም ዝነበረ እተን ዝነበራና ጉጅሌታት ኣብቲ እዋን እቲ በብገዛውትን በብቲ ዝመጹሉ ከተማታት ናይ ምዕራባዊ ቆላ ከተማታትን እዩ ነይሩ። ሕጂ ኣብዚ እንታይ ይገበር ምስ ተባህለ ኩለን እተን ጉጅለታት ይተኣከባ ተባሂሉ። እቲ ኣኼባ ኣብ ከባቢ ሹቕ ነይሩ እቲ ቦታ ብዙሕ ክዝክሮ ኣይክእልን ሕጂ ካብ ካብ ገዛ ወረቐት ካብ ገዛ ወረቐት ክንጅምር ገዛ ወረቐት ኣለማዮ ነይሩ ማለት እዩ ትዝክሮ ትኸውን ምሳና እዩ ነይሩ ኣብቲ ታሽሙ ካብ ካብ ገዛ ካብ ከረን ላዕላይ ሓዉ ንኢልያስ ምሕረተኣብ ኣብርሃም ኣብርሃም ጋንጂ ገለ ይብልዎ ነይሮም ሽዑ ኣብርሃም ምሕረተኣብ ከምኡ ካብ ሹቕ ዩስፍ ዩስፍ ኣልፍ ነይሩ ከምኡ እውን ካብ በዓል ዓሊ ግድር ባረንቱ እድሪስ ነይሩ ማለት እዩ ሞይቱ እዩ ሎምስ እኳ እብራሂም ዳ እብራሂም ካብቶም ደቂ ዓሊ ግድር ትዝክሮ እትኮይንካ ወኪያለ ዝገብር እብራሂም ነይሩ እብራሂም መሓመድ ናይ እብራሂም ጉልሌና ሓላፊ ነይሩ ንሱ ናተይ እወ።
ጉልሌና ተማሂሩ። ሕጂ እ፣ ከምዚ ኢልና እምበኣር እንታይ ተወሲኑ ሽዑ እብራሂም ንሕና መሓመድ ጣሂር እወ፣ እብራሂም መሓመድ ጣሂር። ኣብዚ ገለ ነገር ክንገብር ኣይንኽእልን ኢና ኣብዚ ገለ ነገር እንተ ደኣ ጌርና ሰማዒ ዘይብልናን ዓናዊን ክቐትሉና ስለ ዝኽእሉ ትርጉም ኣይክህልዎን እዩ ትብል። እሞ ከምቲ ቅድሚ ሕጂ ንባህርዳር ደጊፍና ኢና ሰላማዊ ሰልፊ ወጺእና ኣለና ዝበልናዮ ሓደ ግዜ ሕጂ ውን ነስመራ ንኪድ ንንገሮም እሞ ነቶም ተማሃሮ ንሶም ሰላማዊ ሰልፊ ይግበሩ ድሓር ንሕና ነስመራ ደጊፍና ኢና ወይ ከም ኣስመራ ኢና ንብሎ ወይ ውን ኣብ ኣስመራ ተላዒሉ ስለ ዘሎ ንዓና መጉዳእቲ ብዙሕ ኣይውርዱልናን ይኸውን ዝብል ውሳኔ ተወሲኑ ማለት እዩ። ሕጂ እምበኣር እሞ መን ይኺዱ ነስመራ ዝብል ሕቶ መጺኡ። ሕጂ እቶም ደቂ ከረን ምስ ስድርኦም ኣብ ከረን ስለ ዝቕመጡ፣ ካብኦም ሓደ ክኸይድ እንከሎ ንምንታይ ዘይኸይድ ከም ዘሎ ስድርኡ ክቀጻጸርዎ ይኽእሉ ኮኑ። ግን ንሕና እቶም ካብ ኣቑርደት ካብ ተሰነይ ዝመጻእና ግን ዋላ ኣበይ ከም ዘለና እውን ክፈልጡ ኣይክእሉን እዮም። ስለዚ ብዝኾነ እዚ ኣብ ግምት ኣእቲና ኣነን በኺት ዓብደልረዛቕን ክንከይድ ድልዋ ፍቓደኛታት ኮይና ማለት እዩ ነስመራ ክንከይድ ሕጂ ብዙሕ ገንዘብ ኣይነበረናን ኣብቲ ካሳና ውን እንተኾነ ናይ ተማሃሮ ካሳ እብ ሓደ ሓ ሓሙሽተ ብር ወይ ገለ ካብ ሓሙሽተ ብር ንላዕሊ ዝኸውን ገለ ገንዘብ እዩ ነይሩ ንሱ ንመንቀሳቐሲ ክኾነና ተዋሂቡና ግን መጓዓዚ ከኣ የሎን ኣብ መንጎ ከረንን ኣስመራ በምኽንያት ናይ ተሾመ እርገቱ ምስ ሞተ ካብኡ ስጋብ እዚ ግዜ እዚ ተዓጽዩ እዩ ዘሎ እቲ ስታይ ኣብ መንጎ ኣስመራን ከረንን ወይ ከረን ኣስመራን ምዕራባዊ ቆላን ርክብ የለን ሕጂ ብእግርና ክንከይድ ወሲንና። ብእግርና እሞ እቲ እንፈልጦ መንገዲ ዋላ ሓንቲ የለን ኣቋራጭ መንገዲ መንገዲ ማኪና ሒዝና ንኺድ መንገዲ ማኪና ሕጂ በቃ ቀትሪ ነይሩ ተበጊስና ይዝከረኒ ማለት ሓሊብ መንተል ምስ በጻሕና ኣብኡ ኣብ መንጎ ሓሊብ መንተልን ኣብ መንጎ ኣስመራን ስለ ዝተዓጽዋ ቤንዚን ከኣ ስለ ዝነበረን ከም ኮንትሮባንዶ ዘመላልሳ ማካይን ነይረን። ምኽንያቱ ኣብ መንጎ ኣስመራን ኣብ መንጎ እንተ ኣሽሙን ዋላ ሓንቲ እንተ ኣሽሙ ዋላ ኣብ ዒላ በርዕሲ ሰብ ፖሊስ የለ ኣብ ዝኾነ ይኹን እንተ ኣሽሙ ኣይነበረን። ንዓታቶም ረኪብና ገንዘብ ከፊልናዮም ቁሩብ ብዝሕ ዝበለ ገንዘብ እዮም ኣክፊሎምና ካብቲ ንቡር ኣስመራ ኣቲና ማለት እዩ ኣስመራ ድሕሪ ምእታው ከሕጽረልካ ናቶም ኣብኡ ዝነበሩ ደቂ ኩርደት ከም በዓል ዓብደልውሃብ ኢብራሂም ረኪብና በጃካ ምስ ተማሃሮ ከተራክበና ዶ ትክእል ኢልናዮ ምክንያቱ ከምዚ ኢልና ኢና መጺና ማለት ንሓደ ለይቲ ኣብ ፔንስዮና ሓዲርና ድሕሪኡ እውን ኣብ ገዝኦም ምስኦም ከምሓድር ተገይሩ ምክንያቱ ገንዘብ ስለ ዘይብልና መግቢ እውን ምስኣቶም ንበልዕ ነርና ማለት እዩ ካብቲ ንሶም ዝበልዕዎ መግቢ ምስ በዓል ዓብድልወሃብ ኢብራሂም ምስ ናይ ልኡል መኮነን ምስ ስዉእ እብራሂም እስራኤል ምስግና ኣራኺቡና ንስውእ እስራኤል ምስግና ምስ ገለፅናሉ እዚ በቃ ደቅሱ ኣነ ክገብሮ እየ ገለ ጸገም የለን ናይ ልኡል መኮነን ናይ ጠሃስ ግን ክፈልጥ ኣይክእልን እየ ዋላ ሓንቲ ስታይ የብለይን እዩ ኣብ ድሕሪ እዚ እውን ናይ ጠሃስ ጽቡቅ ኣጋጣሚ ኮይኑ ጀሚል ኣማን ምሳና ኣብ ከረን ይመሃር ነይሩ ግን ንሱ እውን ንዒድ ናብ ስድርኡ ምስ መጸ ተዓጽዩ ስለ ዝነበረት መንገዲ ቡ ተዓጽዩ ጸኒሑና ንዑ እውን ሓቲትናዮ ቀሃስ ዝፈልጥ እንተደኣ ኮይኑ ካብ ቀሃስ ስሞም እኳ ክዝክሮም ኣይክእልን ክልተ ሰባት ኣምጽኡልና ኣብ ገዝኦም ኣብ ገዛ ብርሃኑ ኮይንና ተራኺብናዮም ካብ ንዝክሮ ጽቡቅ ናይ ምሳሕ ዕድመ እዩ ገይሩልና ብ ጀሚል ኣማን ኣብኡ ውን እቲ ከምዚ ፓምፍሌትስ ኢልና ዝሓሰብናዮ ጽሒፍና ብ መደምሰስ ገይርና ከኣ ከም ማሕተም ዘለዎ ናይ ጀብሃ ገይርና እዚ ንምዝርጋሕ ይሕግዘና ንምልዕዓል ይሕግዘና እልና ነዚ ጉዳይ እዚ በዚ ወዲእናዮ ከም ኣጋጣሚ እቲ ናይ እስራኤል ምስግና ዝገበሮ ምንቅስቃስ ጽቡቅ ከይዱ